ሻሎም ሻሎም ቤተሰብ እግዚኣብሔር ኣምላኽ ሰላም ጸጋ ምሕረት ናይ ክርስቶስ ምስ ኩልኹም እዩ ኣነ ሓውኹም ሰላሓዲን ካብ ንክርስቶስ ዝገልጽ ትውልዲ ዓለም ለኻዊ ቤተ ክርስቲያን ናይ መዓልቲ ቃል ድብል ፕሮግራምና እዩ ሎም ድማ ነዚ መዓልቲ ዝኸውን ናይ ብርሃን ቃል ሓቢርና ክንካፈል ኢና ኢየሱስ ጎይታ እዩ ሎም እንካፈሎ ቃል ንብዙሓት ሓራ ከውፀና እዩ ከምዚ ዝብል ቃል እዩ ንሰብ ውዕለትና ኣይንረስዕ ንሰብ ውዕለትና ኣይንረስዕ ርኢኹም ኣሕዋት ንነብሲ ወከፍና ንነብሲ ወከፍና ብዘይ ቃልዓለም ኣብ ሂወትና ኣብ ገለ ምዕራፍ ንበረኸትና ዝኾኑ ንምስጋርና ዝኾኑ ንሰናይ ነገርና ዝኾኑ ሰባት ኣጋጢሞሙና እዮም ከምዚኦም ዓይነት ሰባት ዘየጋጠሞ ሰብ የለን ንምንታይ ተዳኢልኩም እግዚኣብሔር ክሰርሕ ተኾይኑ ብሰብ ይሰርሕ ሰይጣን ክሰርሕ ተኾይኑ ከኣ ብሰብ ይሰርሕ። ገለ ገለ ሰባት ኣብ ህይወትና ብምእታዎም ሕማቕ ስምብራት ሕማቕ በሰላ ገዲፎምልና ዝኸዱ ኣለዉ። ገለ ገለ ሰባት ድማ ኣብ ህይወትና ምስ ምጽኦም ጽቡቕ ዓሻራ ዝገድፉልና ሰባት ኣለዉ። ንሓጎስ ንሰላም ንምስጋር ንዘለናዮ ናይ ዓወት ጎደና እግዚኣብሄር ብእኦም ጌሩ ዝተጠቀመሎም ኣብ ህይወትና ኢድ ዘለዎም ጽቡቕ ዓሻራ ዘለዎም ሰባት ኣለዉ የለዉን ክንብል ኣይንኽእልን ኢና። ብንእሽተይ ይኹን ብዓቢ ኣብ ህይወትና ግን ጽቡቕ ግብሪ ዝገበሩ ሰባት ኣለዉ። ስለዚ እግዚኣብሄር ነቶም ኣብ ህይወትና ጽቡቕ ዓሻራ ዘለዎም ነቶም ኣብ ህይወትና ጽቡቕ ዝኽሪ ዘለዎም ክንዝክሮም፣ ክንባርኾም፣ ክንጽልየሎም፣ ብብዙሕ መንገዲ ፍቕርና ክንገልጸሎም ይደሊ እዩ። ምኽንያቱ እግዚኣብሄር ንሰብ ውዕለት ምኽሓድ ኣይፈቱን እዩ። ንሰብ ውዕለት ምርጋጽ ኣይፈቱን እዩ። ኢየሱስ ንዘለዓለም ጎይታ እዩ። መጽሓፍ ቅዱስ ከምዚ ይብል ኣብ ዘፍጥረት ምዕራፍ 16 ካብ ሓደ ሳራይ ሰበይቲ ኣብርሃም ከኣ ውሉድ ኣይወለደትን ነበረት፣ ኣጋር እትበሃል ግብፃዊት ግዝእቲ ድማ ነበረታ። ሳራይ ከኣ ንኣብርሃም እንሆ ኣነ ከይወልድ እግዚኣብሔር ዓጺኒ እዩ ምናልባሽ ብኣኣ እንተ ተፋሪኹ፣ በጃኻ ናብዛ ግዝእተይ እቶ በለቶ። ኣብራም ድማ ንቃል ሳራይ ሰምዐ። ሉክ ኣሕዋት፣ ሳራይ ግዝእታ ወይ ናይ ሳራይ ግዝእቲ ኣጋር እያ ነይራ። ኣጋር ግን ካብ ግዝእቲ ናብ እመቤት ክትሳገር ዕድል ዝኸፈተትላ ኣፍ ደገ ዝኸፈተትላ ኣብ ህይወታ ናብዚ ዘላቶ ናብ እመቤት እትሳገረሉ መንገዲ ዓብ ዓሻራ ዘቖመጠት ሳራ እያ ነይራ። ኣብርሃም ንኣጋር ሓሲብዋ ኣይፈልጥን እዩ ነይሩ። ሳራይ ግን ባዕላ ነቲ እሳ ዘላቶ ስፍራ ነታ ናታ ግዝእቲ ኣብኡ ንኽትህሉ ፈትያ፣ ኣብኡ ንኽትህሉ መንገዲ ከፊታ፣ ኣብ ህይወታ ዓብ ውዕለት ውዒላትላ። ኣብርሃም ድማ ንቓል ሳራይ ሰሚዑ ምስ ኣጋር ተኣታትዮም፣ ምስ ኣጋር ተመርዕዮም። ምኽንያቱ ቃል ሳራ እዩ ነዚ ጉዳይ እዚ ክፍጸም ገይርዎ። ስለዚ ኣብ ህይወት ኣጋር በዓል ዓብ ውዕለታ ሳራ እያ ነይራ ማለት እዩ። ቀጺሉ ከምዚ ይብል፣ ኣብርሃም ኣብ ምድሪ ከንኣን ዓሰርተ ዓመት ምስ ገበረ፣ ሳራይ ሰበይቲ ኣብርሃም ነታ ግብጻዊት ግዝእቲ ኣጋር ወሲዳ ንኣብርሃም ሰብኣያ ሰበይቲ ክትከውን ሃበቶ። ንሱ ድማ ናብ ኣጋር ኣተወ፣ ንሳ ኸኣ ጠነሰት። ከም ዝጠነሰት ምስ ረኣየት ግን ንእመቤታ ኣቃለለታ። ማይ ጂሰስ ርኢኹም፣ እታ ትማሊ ግዝእታ ዝነበረት እታ ትማሊ ኣብ ታሕቲ ዝነበረት ሎሚ ግን ብናይ ሳራይ ለዋህነት ብናይ ሳራይ ኣፍ ደገ ምኽፋት ብናይ ሳራይ ኣብ ህይወታ ዓበ ዕድል ብምኽፋት ዝኣተወቶ ጽቡቕ ስፍራ፣ ኣብቲ ስፍራ ኣትያ ኣብ ሳራይ ዘየለ ኣብኣ ክረኣ ምስ ጀመረ፣ ኣብ ሳራይ ዘይተገልጸ ኣብ ህይወታ ክግለጽ ምስ ጀመረ፣ ነታ ትማሊ ዓቢ ውዕለት ዝወዓለትላ፣ ነታ ትማሊ ኣብ ህይወታ ጽቡቕ ዓሻራ ዝገደፈት፣ ነታ ትማሊ ንበረኸት ዝኾነታ ሳራይ ሕጂ ካልእ ክትኮነላ ፈቲና፣ ከተቃልላ ጀሚራ። ክትንዕቃ ጀሚራ። ክንደይ ሰባት ንህሉ ንኸውን፣ ነዚ ሎሚ ዘለናዮ ጎደና ንኽንሳገር ንእሽተይ እኳ እንተኾነት ኣብ ህይወትና ዓቢ ተራ ዝተጻወቱ፣ ንእሽተይ ተራ ዝተጻወቱ፣ ነገር ግን ኣብ ናይ ትማሊ ጎደናና ናእሽቱ ኮለና ከይዓበና ነዚ ዘለናዮ ሎሚ ብዝተፈላለየ መንገዲ ብኣገልግሎት ደረጃ ክኸውን ይኽእል፣ ብቢዝነስ ደረጃ ክኸውን ይኽእል፣ ብዝተፈላለየ መገዲ ነዚ ዘለናዮ ዕቤት ከይበጻሕና ኣብ ግዜ ንእስነትና ጽቡቕ ዓሻራ ዘለዎም ሰበት ክሳብ ክንደይ ንዝክሮም ሎሚ፣ ክሳብ ክንደይ ከምቲ ትማሊ ናእሽቱ ኮለና ነኽብሮም ዝነበርና፣ ሎሚኸ ኣብዚ ናይ ዕቤት ደረጃ ምስ በጻሕና ክሳዕ ክንደይ ንዕኦም ዘለና ክብርን ሓልዮትን ኣይተለወጠን። ርኢኹም፣ ብዙሕ ግዜ ኣብ ህይወትና ንገብሮ ምስተክ ኣብ ህይወትና ጽቡቕ ዓሻራ ዝገደፉ ሰባት፣ ነገር ግን ህይወትና ምስ ተለወጠ፣ ኣብ ልዕል ዝበለ ስፍራ ምስ በጻሕና፣ ብገለ ነገር ነቲ እሶም ዘለዉዎ ቀዲምናዮም ምስ ወጻና፣ ብገለ ነገር ነቲ ንሕና ድበጻሕናዮ እሶም ዘይምብጽሖም ክንዕቆም ተጀሚርና ከነቃልሎም ተጀሚርና ናይ ትማሊ ናእሽቲ ኮለና ኣብ ትሕቲኦም ዝነበርናዮ ግዜ ንርስዕ እንተ ደኣ ኮይንና ብሓቂ ንሕና ንሰብ ውዕለትና ረሳዕቲ ኢና ንዝበላዕናዮ ነገር ረገጽቲ ኢና ኣቦታትና ከምኡ እዮም ዝብሉ ንዝበላዕካዮ ጻሕሊ ምርጋጽ ማለት እዩ ንዝበላዕካዮ ጻሕሪ ምፍራስ ማለት እዩ። የሱስ ንዘልኣለም ጎይታ እዩ። ሎሚ ሓደ ምኽሪ ኣለኒ፣ ብዝዓበና ንዕበ፣ ብዝወጻና ንውጻእ፣ ግን ጌና ናእሽቲ ኮለና ኣብ ህይወትና ኢድ ዘለዎም ሰባት ሎሚ እውን ከም ትማሊ ኣብ ልብና ክብሪ ይሃልዎም፣ ኣብ ልብና ዓቢ ስፍራ ይሃልዎም፣ ከምቲ ትማሊ እነኽብሮም ዝነበርና፣ ከምቲ ትማሊ እነፍቅሮም ዝነበርና ኣብዚ ሎሚ ዘለናዮ እውን ነፍቅሮም። ኣጋር ርኢኩማ? ትማሊ ግዝእቲ ኮይና ተኽብራ ዝነበረት ሳራይ፣ ትማሊ ኣፍደገ ከፊታ ናብ ዘይትፈልጦ ሓጎስ ዘእተወታ ሳራይ፣ ሎሚ ግን ኣብ ሳራይ ዘይመጸ ዘርኢ ኣብ ከብዳ ከም ዝመጸ ምስ ፈለጠ ንበዓል ውዕለታ ረጊጻታ። ንበዓል ውዕለታ ክሒዳታ። ሰማይ ግን ከምዚ ዓይነት መንገዲ ኣይፈቱን እዩ። ቀጺሉ እቲ ጽሑፍ ረእይዎ። ሳራይ ድማ ንኣብርሃም እዚ ዝዕገቦ ዘለኹ ናብ ልዕሌኻ ይውረድ፣ ኣነ ግዝእተይ ኣብ ሕቑፌኻ ሃብኩኻ። ማይ ጋድ ከም ዝጠነሰት ምስ ረኣየት ከኣ ኣቃለለትኒ፣ እግዚኣብሄር ኣብ መንጎይን ኣብ መንጎኻን ይፍረድ በለቶ። ማይ ጂሰስ ሳራይ ተቖጢዓ ምኽኣሉ ስኢና። እታ ትማሊ ግዝእተይ ዝነበረት ሎሚ ግን በዓል ቤት በዓል ቤተይ ዝገበርኩዋ፣ እታ ትማሊ ባርያ ዝነበረት ሎሚ ግን እመቤት ዝገበርኩዋ፣ እታ ትማሊ ብ ትሕተይ ዝነበረት ሎሚ ግን ኣብ ሕቑፌኻ ዝገበርኩዋ ኣባይ ዘየለ ኣብኣ ምስ ረኣየት ከተቃልለኒ ጀሚራ ኢላ ጉሕያ እግዚኣብሄር ነዚ ጓሂ እዚ ይሰምዖ ዩ ኣሕዋት እግዚኣብሄር ነዚ ጓሂ እዚ ይሰምዖ ዩ ምናልባሽ ትማሊ ብብዙሕ ዓይነት መንገዲ ንሕና ሎሚ ክንፈሪ ኢዶም ዝሕለፉልና ሰባት ሎሚ ግን ኣብ ፍረ ምስ በጻሕና ፍረ ናቶም ምዃኑ ዘንጊዕና ነቃልሎም ተደኣ ኣለና ነጉህዮም ተደኣ ኣለና ፕሊስ ነዚ መልእኽቲ እዚ ምስ ሰማዕኩም ኪዱ ነቶም ትማሊ ውዕለት ዝወዓሉልና ሰባት ይቕሬታ ሕተትዎም፣ ጊፍት ሃብዎም፣ ፍቕርኹም ግለጹሎም። ሎሚ ገልገልቲ ዝኾንኩም ትማሊ ትምህርቲ ድሕነት መን እዩ ምሂሩኩም? ትማሊ ትምህርቲ ድሕነት ዝመሃረኩም ኪዱ ፍቕርኹም ግለጹሉ፣ ኣኽብሮትኩም ግለጹሉ። ምኽንያቱ እሱ እንተዘይምህረኩም ሜቢ ነዚ ዘለኹሞ ከይትበጽሕዎ ትኽእሉ ኢኹም፣ ከይንበጽሖ ንኽእል ኢና። እግዚኣብሄር ብፐርፐስ ዝሃበና ሰባት ንዝኾነ ጉዳይ ኣብ ህይወትና ዕድል ዝኸፈተሎም ሰባት ብኦኦም ገይሩ ዝበጽሐና ሰባት ኣይንረስዓዮም ነኽብሮም ነፍቅሮም ንሓብሕቦም ክሳዕ መጨረሻ መጽሓፍ ቅዱስ ከምዚ ኢሉ መጨረሻ ረእይዎ ኣብርሃም ድማ ንሳራይ እንሆ ግዝእትኺ ኣብ ኢድኪያ ጽቡቕ ኮይኑ ከም እተረኣየኪ ግበርያ በላ ሽዑ ሳራይ ኣዋረደታ ንሳ ኸኣ ኻብ ቅድሚኣ ሃደመት። መልኣኽ እግዚኣብሄር ግና ኣብ ጥቓ ዓይኒ ማይ፣ ኣብ በረኻ፣ ኣብ ጥቓ መገዲ ሹር ኣብ ዘሎ ዓይኒ ረኸባ። ንሱ ድማ፣ ኣቲ ኣጋር፣ ግዝእቲ ሳራይ፣ ካበይ መጺኺ፣ ናበይሲ ትኸዲ ኣሎኺ? በላ። ርኢኹም፣ እቲ መልኣኽ ምስ ረኸባ፣ ኣቲ ሳራይ፣ እመቤት፣ ሰበይቲ እብርሃም ኢሉ ይጸውዓ። ኖኖ፣ ግዝእቲ ሳራይ ኢሉ እዩ ጸዊዕዋ። ንምንታይ ተተባህለ? ዝነበረቶ ስፍራ ከዘክር ኣለዎ እቲ መልኣኽ ከማን ኢየሱስ ንዘልዓለም ጎይታ እዩ ኣቲ ሳራይ ኣቲ ኣጋር ግዝእቲ ሳራይ ኢልዋ ምኽንያቱ ግዝእቲ ሳራይ ኮይና እየ ጀሚራቶ ትጉዕዞ ስለዚ ዝጀመርክዮ ጉዕዞ ኣይትረስዕዮ ማለት እዩ ብኻልእ ኣዘራርባ ናበይ ስትኸዱ ኣለኺ ኢልዋ ንሳ ኸኣ ኣነ ኻብ ቅድሚ እመቤተይ ሳራይ ኣሃድም ኣለኹ በለት እቲ መልኣኽ እግዚኣብሔር ከኣ ናብ እመቤትኪ ተመለሲ ኣብ ትሕቲ ኢዳ ድማ ትሕት በሊ በላ። እቲ መልኣኽ እግዚኣብሔር ከኣ ዘርእኺ ካብ ምብዝሑ እተላዕለ ክቝጸር ክሳዕ ዘይክእል ኣዝየ ከብዝሖ እየ በላ። ርኢኹም እግዚኣብሔር ሓደ ነገዲ እዩ ነጊርዋ። ክባርኸኪ ትደሊ እንተኾንኪ፣ ከዕብየኪ ትደሊ እንድሕር ኮንኪ፣ ነታ ትማሊ በዓል ውዕለትኪ ዝነበረት ኪዲ ተመለሲ ናብኣ፣ ኣብ ትሕቲ ኢዳ ድማ ትሕት በሊ ኢልዋ። ኣብ ትሕቲ ኢዳ ድማ ትሕት በሊ እንተ ዘይኮይኑ ግን ኣይክትዓብይን ኢኺ ማለት እዩ። ሎሚ ርግጸኛ ኮይነ ክነግረኩም ትማሊ እግዚኣብሄር ዝሃበና ሰባት ኣቅድሚኦም ትሒትናሎም ዝነበርና ሎሚ ግን ብምዕባይና እንተ ደኣ ንዕበየሎም ኣለና ኮይንና ኣይክንፈርን ኢና ኣይክንዓብን ኢና ኣይክንውስኽን ኢና ንሰብ ውዕለቱ ዝረግጽ ሰብ ጽባሕ ንግሆ እውን ንውዕለቱ ዝረግጹ ሰባት እዩ ዘጥሪ ስለዚ ነፍሲ ወከፍና ኣብ ህይወትና ሰቡዕለት ከም ዘለዉና ርግጸኛ ኮይነ ክነግረኩም ይደሊ። ብንእሽተይን ብዓብን እግዚኣብሄር ዝሃበና ሰባት ኣብ ናይ ነብሲ ወከፍና ጉዕዞ ጎደና ኣለዉ። ኣነ ብህይወተይ እግዚኣብሄር እዩ ሳጊሩኒ ማንም ደው ኣይበለለይን ዝብል ኣተሓሳስባ ንደርብዮ። እዚ ኣተሓሳስባ ናይ ዕቡያት ኣተሓሳስባ እዩ። ምኽንያቱ ኣምላኽ ብሰብ እዩ ዝግለጽ ኣምላኽ ብሰብ እዩ ዘሳግር ንነብሲ ወከፍና እግዚኣብሄር ብዝኾነ ሰብ ተንኪፉና እዩ፣ ብዝኾነ ሰብ በጺሑና እዩ፣ ብዝኾነ ሰብ ረዲእና እዩ። ኢየሱስ ንዘለዓለም ጎይታ እዩ። መጽሓፍ ቅዱስ ከምዚ ይብል ማቴዎስ ምዕራፍ ዓሰርተ ሃሌሉያ ማቴዎስ ምዕራፍ ዓሰርተ ካብ ኣርባዓ ክሳብ ኣርባዓን ክልተን ፕሮይዝ ጋድ ንዓኻትኩም ዝቕበል ንዓይ እዩ ዝቕበል፣ እቲ ንዓይ ዝቕበል ድማ ነቲ ዝለኣኸኒ እዩ ዝቕበል። ንነቢይ ብስም ነቢይ ዝቕበል ዓስቢ ነቢይ ይረክብ፣ ንጻድቕ ብስም ጻድቕ ዝቕበል ድማ ዓስቢ ጻድቕ ይረክብ። ካብዞም ናእሽቱ ንሓደ እኳ ብስም ወደ መዝሙር ጣሳ ዝሑል ማይ ጥራይ ዘስቲ ዓስቢ ኸቶ ከም ዘይስእን ብሓቂ ብሓቂ እብለኩም ኣለኹ። ናይ ጎይታና የሱስ ክርስቶስ ልቢ ተዓዘብኦ። ካብዞም ናእሽቱ፣ ካብዞም ደቂ መዝሙር፣ ንሓደ ጣሳ ማይ እኳ ዘስተየ እዛ ንእሽተይ ግብሩ ኣይትርሳዕን እያ ኢሉ ጎይታ ዓስቡ ክረክብ ኢሉ። ርኢኹም ንምንታይ ናይ ጎይታ ልቢ ዘይህልወና? ጎይታ ንጣሳ ማይ ዘስተየ ዓስቢ ኣዳልዩሎም እዩ። ንምንታይ ንሕና ካብ ጣሳ ማይ ዝሓለፈ ዝገብረሉና ሰባት ንረግጾም? ብሓቂ ናይ ኣምላኽ ልቢ እንተለና ኣብ ህይወትና ጣሳ ማይ ከማን ዘስተየና ከነኽብሮ፣ ከነፍቅሮ፣ ክንዝክሮ ክንባርኾ ፍቓድ ኣምላኽ እዩ። ሰብ ውዕለት ኣለዉኹም እዮም፣ ንሰብ ውዕለትኩም ፈትሽዎም፣ ድለይዎም፣ ርኸብዎም፣ እንተ ደኣ ኺሒድኩሞም ኔርኩም ይቕሬታ ሕተትዎም፣ ፍቕርኹም ግለጹሎም፣ ህያባት ሃብዎም፣ ምኽንያቱ እግዚኣብሄር ነቶም ዝትሕቱ ልዕል የብል እዩ፣ ነቶም ዝልዕሉ ግን ይመዓት እዩ፣ ካብ መዓት ኣምላኽ ውጹ። ሻሎም።